መርሓባ የሕዎተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ሓደ ሓውና እንታይ ሓቲትኒ ኣበይ ይሓይሽ ገንዘብና እንተቀመጥናዮ ኣብ ገዛ ዶ ወይ ኣብ ባንክ ኣብዚኣ ከኣ ሓጸር መልሲ ክህቦ ይደሊ ድማ ከኣ ብጠቅላላ ኣበይ እንተገበርናዮ ገንዘብና ይሓይሽ ከኣ ብሓጺር ክገልጸልኩም ይደሊ ማለትዩ እቲ ፍልልያቱ ከኣ ክነግረኩም ይደሊ ማለትዩ እ ብጠቕላላ ክንብሎ ንኽእል ውሱን ገንዘብ ከምቲ ኣብቲ ሓደ ቪድዮ ዘረዳእኽዎ ኩሉ ግዜ ኣብ ባንክ ከማን የድሌና እዩ እ ኣብ ገዛ ከማን የድሌና እዩ of course ኣብ ባንክ ከማን ቀጻሊ ዝኽፈል ስለ ዘለና እዚ ርድኢት ርዱእ እዩ ዝያዳ ገንዘብ ዝ ዘለና እንድሕር ኣሎ ግን ዘዋህለልናዮ ኣብኡ ከኣ ኣብ ዝተፈላለየ እንድሕር ኣዋፊርክ ረእናዮ እዩ ዝሓይሽ ቅድሚ ሕጂ ካልእ ቪድዮ ከማን ሰሪሐ ነይረ ክሳብ ክንደይ ገንዘብ እዩ ውሕስና ዘለዎ ኣብ ባንክ እንድሕር ኣለና እሳ ረኣይዋ ኣብኡ ከማን ገሊጸዮ ኣለኩ ናይ ባንክ ክንደይ ብብዝሒ እንድሕር ኣለና ማለት እዩ ኣገዳሲ እምበር እንድሕር ውሑድ ኣለና ወላ ሓደ ዘገድስ ማለትስ ኣየገዳሲ ኣይኮነን ብጠቅላላ ኣብዚ እዋን እዚ ግን እንታይ እዩ ዝበሃል ዘሎ ብሰንኪ እዚ ፋይናንሽል ክራይስስ፣ ባንክ ክራይስስ፣ ዘሎ ኣብ ሙሉእ ዓለም ኣብ ኤውሮጳ ድዩ ኣብ ኣሜሪካ ኣብቲ ሙዕቡላት ሃገር ብዝ እዚ ተመራጺ መገዲ እንታይ እዩ እቲ ገንዘብካ ኣብ ዝተፋላለየ ክተዋፍሮ ቡዙሕ እንድሕር ኣለካ እዩ እዚ ኣገዳሲ እም ኣብዚ ከኣ ሰለስተ ፓራሜታ እየን ኣገደስቲ፣ እቲ ሊኩዊዲድቲ፣ ሪተርን ኦፍ ኢንቨስትመንት and ሴፍቲ፣ ሰኩሪቲ፣ ማለት እዩ እያ። እዚ ከኣ እንታይ ማለት እዩ፣ ብጀርመን መሊሰ ክነግረኩም እየ፣ ሊኩዊዲቴት፣ ሪንዲተ፣ ሲከሃይት፣ እዚኤን ሰለስተ ፓራሜታ ኣገደስቲ እየን። እቲ ዝለዓለ ፕሮፊት ክትረኽበሉ ትኽእል ረንዲተ ማለት እንድዩ ፕሮፊት ፕሮፊት ረንዲተ ማለት እቲ ካብኡ ትኸስቦ ማለት እዩ በዓል ቢትኮይን ክኸውን ይኽእል እዩ ከምኡ ግን ከኣ እቲ ሪስክ ናቱ ላዕሊ ማለት እዩ ኩሉ ግዜ ዝያዳ ፕሮፊት ወይ ዝያዳ መኽሰብ እንድሕር ኣለዎ ዝኾነ እቲ ሪስክ ከማን ምስኡ ኣሎ ማለት እዩ ብሓጺሩ ክትስዕር ትኽእል ኢኻ ብዙሕ ኩሉ ከኣ ክጠፍኣካ ይኽእል እዩ ወይ ብዙሕ ክጠፍኣካ ይኽእል እዩ ክትከስር ትኽእል ኢኻ ማለት እዩ ቢትኮይን እንድሕር ክትገብሮ ኮይን ክተዋፍሮ ደሊኻ ብጠቕላላ ዝያዳ ገንዘብ እንድሕር ኣለካ እዩ ጃስት ዘየድልየካ ገንዘብ ንዕኡ ተኣማሚንካ ስኒ እዚ ናይ ግድን የድልየኒ እዩ እዚ ሰይፍ ክገብሮ ዝደሊ እንድሕር ትብል ኮይንካ ተመራጺ ኣይኮነን ብጠቕላላ ከኣ እንታይ እዩ ዝበሃል ቅድሚ ናብ በዓል ቢትኮይን ናብ ኣክትስየን ETF ወይ ናብ ዝኾነ ካልእ ስቶክ ማርክት ምውፋርካ ከኣ ብውሕዱ ብጠቕላላ ዝበሃል ሽዱሽተ ወርሒ ናይ ሽዱሽተ ወርሒ ገንዘብ ኣብ ቀረባ ክህልወካ ኣለዎ ጽቡቕ ኣሎ ክፉእ ኣሎ ዝኾነ እንድሕር ኣጓኒፉካ ንሽዱሽተ ወርሒ ገንዘብ ዘድልየካ ተመር እያ ቅሙጥ ኣብ ቀረባ ኣብ ታግስ ገል ድዩ ክትገብሮ ኣብ ብቀሊሉ ክትረክኦ ክተውጾ ትክእል ገንዘብ የድሌካ እዩ እዩ ዝባሃል ማለት እዩ ታግስ ገልት ከኣ ኣብ ካልእ ቪድዮ ገሊጸዮ ኣለኩ ውሑድ ክስታይ ኢካ ትዋሃብ ኣብኡ እዚ ወለድ ኣብዚ እዋን እዚ ሰለስተ ነጥቢ ገለ ምናልባት ከ ኣርባዕተ ከከም ኣንግቦቱ ይቃያየር እዩ ሰለስተ ነጥቢ ሓሙሽተ ዳርጋ ኣሎ ክትብል ትኽእል ኢኻ ፕላስ ማይነስ ይቀያየር እዩ እዚ ወለድ ማለት እዩ ናይ ሽዱሽተ ወርሒ ገንዘብ ዝኣኽለካ ንዓኻ ወይ ምስ ምሉእ ፋሚሊ ቅሙጥ ክህልወካ ኣለዎ ኤኒ ታይም ኣብ ድላይካ ክተውፅኦ ትኽእል ፐርከ ገንዘብ ከዓኒ እቲ ብቐሊሉ ናብ ያ ድላይካ ክትገብሮ ትኽእል ነው በዓል ቢትኮይን እንድሕር ኮይኑስኒ ቢትኮይን ኣብ ኩሉ ክትከፍል ኣይትኽእልን ኢኻ ስለዚ እቲ ሊኩዊዲቲ ዝለዓለ ዘለዎ ከኣ ገንዘብ እዩ ብኸምኡ ከኣ ኣብ ባንክ ጥራይ ከኣ ክህልወካ የብሉን እንተትኤን ባንክ ገለ ኮይነን ከኣ ኣብ እኹል ከኣ ኣብ ገዛኻ ክህልወካ ኣለዎ እሱ ናትካ ውሳነ እዩ ናትካ ዓቕሚ ከኣ ወሳኒ እዩ ኦፍኮርስ እንድሕር ኩሉ ግዜ ውሑድ ኣለካ ከኣ ብዙሕ ክተቕምጥ ከማን ኣይትኽእልን ኢኻ ኣብ ባንክ ድዩ ኣብ ገዛ ስለዚ እዚ ዝብለኩም ዘለኹ ከምዚ ብሓፈሻዊ ምኽሪ እዩ ክትብሎ ትኽእል ኢኻ እምበር ናይ ግድን ካብ ዝግበር ኣይኮነን ምስቲ ናትካ ዓቕሚ ዝኸይድ ማለት እዩ። ካልእ ከኣኒ በዓል ስቶክ ማርክት ከኣኒ እንድሕር ትፈልጦ ኮይንካ ወይ ጽቡቕ ርድኢት ናይ ስቶክ ማርክት ኮይኑ ዝለዓለ ፕሮፊት ያ ዳርጋ ምስ ቢትኮይን ወይ ተታሕቲ ቢትኮይን ይቑጽር ማለት እዩ ስቶክ ማርክት እንድሕር ንኣብነት ኤፕል ስቶክ ወይ ኮካ ኮላ ስቶክ ዋት ኤቫ ዝኾነ እዚኤን ካምፕኒ ኣብእን ክተውፍ ገንዘብካ ክተውፍር እንድሕር ደሊኻ ብትግርኛ ረሲዐ ኣብ ታሕቲ ጸሓፉለይ እንታይ እሞ ነይ ዝበሃል እዚ ኣክትስዮን ማለት እየ ኣብኡ ከዓ ትሕቲ ቢትኮይን እዩ ግን እሱ ከኣ ሊኩዊዲቲ ኣብ ድላይካ ግዜ ቀልጢፍካ ክትረኽቡ ትረኽቦ ገንዘብ ከኣ ኣይኮነን ድሕር ኣድሊካ ስለዚ እቲ ዝያዳ ድሕሪ ሽዱሽተ ወርሒ ንሽዱሽተ ወርሒ ዘየድልየካ ገንዘብ ኢኻ ዊእታ ትገብሮ እዩ ዝበሃል ከምኡ ከኣ ኤቴኤፍ ከኣ ትሕቲ ሲንግል ትሕቲ ስቶክ ማርክት ክትብሎ ትኽእል ኢኻ። ETF ማለት ከኣ እንታይ እዩ? ብዙሓት ስቶክስ፣ ብዙሓት ዝተፈላለያ ኣክስየን ኣብ ሓደ ፕሮዳክት ዝሸጡልካ ማለት እዩ። ስለዚ እቲ ሪስክ ናቱ ጎደሎ እዩ፣ እቲ ፕሮፊት ናቱ ከኣ ቁሩብ ጎደሎ እዩ። ተረዲእኹምኒ ስለዚ ትሕቲ እቲ ኣክትስን ክትብሎ ትኽእል ኢኻ ትሕቲ ንበይኑ ስቶክ እንድሕር ገዚእኻ ማለት እዩ ንኣብነት ኣብ ኤቲኤፍ ሽዑኡ ናይ ኮካ ኮላ ጥራይ ኣይኮንካን ትገዝእ ናይ ኮካ ኮላ ኣሎ ናይ ኤፕል ኣሎ ናይ ሳምሱንግ ኣለካ ኣብኡ ዝተፈላለየ ኣብኡ ከዓ ዝተፈላለየ ፕሮዳክት እዩ ዘሎ ስለዚ እቲ እቲ ሪስክ ናቱ ከኣ ጎደሎ እዩ ብርክ ኩላተን ብሓንሳብ ኣይኮናን ዝከስራ ኩላትን ከኣ ብሓንሳብ ኣይኮናን ዝያዳ ፕሮፊት ዝረክባ ማለት እዩ ስለዚ እቲ ማእከላይ ሪስክ እዩ ዘለካ ክትብሎ ትክእል ኢካ ብጥቅላላ ማለት እዩ ስለዚ እዚ ከማን ኣይጽላእን እዩ ኣብ ከምኡ ገንዘብካ ክትገብር ይውሓድ ይብዛሕ ግን ኩሉ ግዜ ከኣ እዚኢታት ንነውሕ ግዜ ካምበር ተቐምጦ ያ ከባቢ ዓሰርተ ክሳብ ዓሰርተ ሓሙሽተ ዓመት ተቐምጦ ገንዘብ እዩ እዚኢታት ተረዲኹምኒ ሎሚ ኣዋፊርካዮ ጽባሕ ወይ ድሕሪ ዝመጽእ ዘሎ ዓመት ክተውጽኦ ማለት ኣይኮነን ምስቲ ግዜ እዩ ከኣ ዝያዳ ትርጉም ዘለዎ ክትብል ትኽእል ኢኻ ናይ ኩሉ ማለት እዩ እቲ ብጠቕላላ ሓበሬታ ብጠቕላላ ብሓፈሻዊ ዘማኽሩኻ ማለት እዩ እዚኤን ኩለን ዝብለን ዘለኹ ንነዊሕ ግዜ ኢኻ ክስታይ ትገብሮ ማለት እዩ ዘየድልየካ ገንዘብ ኢኻ ተቐምጥ ኣብኡ ሽዑ ሽዑ ዘየድልየካ ገንዘብ እንድሕሪ እቲ ገንዘብ ኣብ ቀረባ ግዜ የድልየካ ኮይኑ ኩሉ ግዜ ከምቲ ኣብቲ ካልእ ቪድዮ ዝገለጽኩልኩም ታገስጌልት ክትገብሩ ኣለኩም ታገስጌልት ውሑድ ያ ማእኸ ያ ውሑድ ወለድ ኢኻ ትወሃብ ሰለስተ ነጥቢ ሓሙሽተ ቀደም ኣዶኖ ክልተ ሽሕን ያ ልክዕ ቅድሚ ክልተ ሽሕን ያ ክልተ ሽሕን ሸሞንተን ወይ ቅድሚኡ ከማን ቅድሚኡ ክትብሎ ትኽእል ኢኻ ቅድሚኡ እምበር ቅድሚኡ ያ ክሳብ ሸሞንተ ካብ ሚእቲ ዝህቡኻ ግዜ ነይሩ ያ ታገስጌልት ከማን ወይ ሸውዓተ ያ ከከም ኣንግቦት ያ ግን እሱ ሕጂ ብጣዕሚ ጽቡቕ ማለት እዩ ኣብዚ እዋን እዚ ግን ሰለስተ ነጥቢ ሓሙሽተ ገለ እዩ ቅድሚ ክልተ ሽሕን ሸሞንተን እዩ ነይሩ ብሓጺሩ ሶ እዚ እታት ከኣ ምስቲ ናይ ወለድ ዘሎ እቲኦም መንግስትታት ዝውስንዎ እቲ ማእኸላይ ባንክ እቲ ቡንደስ ባንክ እቲ ዩሮፒን ሴንትራል ባንክ ዝውስንኦ ወለድ እዩ ማለት እዩ ኢኻ ብእኦም እዩ ካብኡ እዩ ዝብገስ ማለት እዩ ክንደይ ከም ዝህቡኻ እቲኦም ባንክ ኣይኮኑን ጥራይ ዝውስንዎ ተረዲኹምኒ ኣብ ካልእ ቪድዮታት እዚ ከማን ገሊጸዮ ኣለኹ ሶ ኤንድ ካልእ ከዓ ገዛ ኦፍ ኮርስ ገዛ ከዓኒ እቲ ሓደ ካብቲ ያ ንነውሕ ተዋፍሮ ገንዘብ ማለት እዩ እሱ ከማን ድማ ከኣ ቀልጢፉ እካ ግን እሱ ከኣ ናብ ገንዘብ ክትልውጦ ኣይትክእልን ኢካ እቲ ሊኩዲቲ ታሕቲ እዩ እቲ ፕሮፊት ከኣ ቀስ ኢሉ እንዳበዝሐ ዝመጽእ እዩ ኣብ ማእከላይ ደረጃ እዩ ትሕቲ ኤትኤፍ ክትብሎ ትክእል ኢካ ናይ ገዛ እቲ ፕሮፊት እቲ መክሰብ ክትብሎ ትክእል ኢካ and እቲ ሴፍቲ ግን ላዕሊ እዩ ብርከ ገዛ ኩሉ ግዜ ያ ይድለ እዩ ኣብ ጽቡቅ ቦታ እቲ ከባቢ ዝገዛእኻዮ ከኣ of course ወሳኒ እዩ እቲ ዓዲ ዝገዛእኻዮ ኣብቲ ዓዲ እንታይ ዓይነት ኢኮኖሚ ኣሎ ኣብቲ ዓዲ ሰላም ኣሎ ድዩ it depends ኣበይ ኢኻ ኣበይ እዩ እቲ ገዛ ዘሎ ያ እዚ ኮማንድስኒ ግን ብጠቕላላ ዝበሃል እቲ ሴፍቲ ላዕሊ'ዩ ማለተይስ እቲ ዋግኡ ከኣ ላዕልን ታሕትን ኣይብልን'ዩ ከምዚ ናይ ስቶክ ማርክት ናይ ገዛ ቀስ ኢሉ እዩ ዝጉብእ ዝበዝሕ and ኣይቀያየርን'ዩ ዓሰርተ ግዜ ናይ ገዛ ስለዚ እቲ ሴፍቲ ብጣዕሚ ላዕሊ'ዩ ክትብሎ ትኽእል ኢኻ። ንነውሕ ግዜ ከኣ ኢካ ትምድቦ ንሓደ ዓመት ኢልካ ገዛ ኣይትገዝእን ኢካ ናይ ዓመታት ዓሰርተ ዓመት ወይ ዝያዳ ኢካ ትገዝኦ ንሓጺር ግዜ ዝገዝኡ ከማን ኣሎ ሽፐኩላትስዮንስኢሞቢልየ ይበሃል ሎሚ ገዚኦም ድሕሪ ክልተ ሰለስተ ዓመት ከኣ ዝሸጥዎ ኣለዉ ኩሉ ይዕርዮም እዚ ካልእ ጉዳይ እዩ ናይ ኖርማል ሰብ ግን እዞ ብኡ ሸቐጥ ክገብር ዘይደሊ፣ ሽፔኩልዮን ክገብር ዘይደሊ፣ ኖርማል ንነብሱ ድዩ ወይ ንኸካርዮ ኢሉ ዝገዝኦ ዓሰርተ ዓመት ወይ ዝያዳ ዓመታት እዩ ኢሉ እዩ ዝገዝኦ። ስለዚ እቲ ሴፍቲ ብጣዕሚ ላዕሊ እዩ። ያ እቲ ቀልጢፍካ ግን ክትልውጦ ናብ ገንዘብ ከኣ ኣይትኽእልን ኢኻ። ፐርከ ገዛ ክትሸይጥ እንድሕር ደሊኻ ክንደይ ፕሮሰስ እዩ ዘድልየካ ብክንደይካ ትሸጦ ኖቷር ኩንትራት ክትገብር ብናይ መንግስቲ ድዩ ምስቲ ሰብ ኩሉ ክትሰማማዕ እሱ ካኣ ክረዲት ክሓትት እቲ ሰብ ኬሽ ኣይገዝኦን እዩ መብዛሕቱ ግዜ ኖ ስለዚ ግዜ ይወስደልካ እዩ ድማ ኣብዚ ዓዲ ንኣብነት ገዛ እንድሕር ገዚእኻ ድሕሪ ዓሰርተ ዓመት እንድሕር ሼጥካዮ ጥራይ ኢኻ ክስታይ ወለድ እዚ ክስታይ ዘይትኸፍለሉ እንታይ እዚ ቀረጽ ዘይትኸፍለሉ እክ እንድሕር ሎሚ ዓመት ገዚእኻ ዝመጽእ ዘሎ ዓመት ሼጥካዮ ግን ካብ እቲ ብምሉኡ እቲ ዝኸሰብካሉ ኣዞ ልዕሊ እቲ ዝገዛእኻዮ እቲ ፕሮፊት ዝገበርካዮ ብሓጺሩ እቲ ዝኸሰብካዮ ብዙሕ ቀረጽ ኢኻ ትኸፍል ማለት እዩ፣ ከም ሽፔኩላትስዮን ስለ ዝሕሰብ ማለት እዩ። ስለዚ መብዛሕትኡ ሰብ ድሕሪ ነዊሕ እዩ ዝሸጦ፣ ወይ ድማ ሓንቲ ትሪክ ከኣ ኣላ፣ ብውሕዱ ዓመት እንድሕር ተቐሚጥካ ንባዕልኻ ተጠቒምካሉ ንነብስኻ ኣብቲ እቲ ገዛ ተቐሚጥካ ድሕሪኡ ሼጥካዮ ከኣ ያ ጎደሎ እዩ እቲ ክስታይ ማለት እዩ እቲ ቀረጽ ትኸፍሎ ግን ግዜ ይወስድ እዩ ኩሉ ብሓጺሩ ናይ ገዛ ክትብል ትኽእል ኢኻ ስለዚ እቲ ሊኩዲቲ ታሕቲ እዩ እቲ ፕሮፊት ከኣኒ ቀስ ኢሉ እዩ ዝበዝሕ ረንዲቲ ከማንስኒ ከምዚ ናይ በዓል ቢትኮይን ወይ ከም ናይ በዓል ኣክትስየን ኣይኮነን ቀልጢፉ ክስታይ ዝኸውን ማለት እዩ። ወርቂ ከኣ ከምኡ ማለት እዩ። ኩሉ ወርቂ ኢልካ እዚ ኩሉ ኤድል ሜታለ ይበሃል በዓል ሲልቫ እዚ ብሩር ከማን ንነዊሕ ግዜ ኢኻ ትገዝኦ መብዛሕቱ ግዜ ቀልጢፉ ከኣ ኣብዚ እዋን እዚ ጽቡቕ እንድዩ ዝኸይድ ዘሎ ብሕልፊ ወርቂ ኩለን እዚኤን ኤድል ሜታለ ፕላቲን ወርቂ እዚ ሲልቫ ብሩር ቀልጢፉ እዩ ዝውስኽ ዘሎ ስለቲ ገንዘብ እቲ እምነት ኣብ ገንዘብ እንዳጎደለ ዝመጽእ ዘሎ ብዙሕ ሰብ ከኣ ወርቂ ስለ ዝገዝእ ዘሎ እቲ ናቱ ፕሮፊት እንዳበዝሐ እዩ ዝመጽእ ዘሎ ማለት እቲ ሕጂ ንሓደ ኡንስ ንኣብነት ኣብዚ ቀረባ ግዜ እዚ ተቀይሩ ኣሎ ክሳብ ሰለስተ ሽሕ ትኸፍል ኣለኻ ነዊሕ ዓመታት ግን ክልተ ሽሕን ገለን ሓሙሽተ ሚእቲ ክልተ ሽሕን ሸሞንተ ሚእትን ነይሩ ሕጂ ግን ኣብዚ ቀረባ ግዜ ናብ ሰለስተ ሽሕ ኮይኑ ማለት እዩ ንሓደ ኡንሰ so ወርቂ ተመራጺ እዩ ወርቂ ዘለና ከኣ ዘይምሻጡ ኣብዚ እዋን እዚ ብርከ ገና ክሳብ ሸሞንተ ሽሕ ክበዝሕ እዩ ዝብሃል ዘሎ እዚ ከኣ ስለምንታይ እዩ መብዛሕቱ ሰብ ነቲ ገንዘብ ብዙሕ ኣይኣምኖን እዩ ዘሎ እምነት ኣብቲ ኢኮኖሚ ስለ ዘየለ እቲ ያ ኪረንሲ ክራይስስ ስለ ዘሎ ናይ ንዶላር ድዩ ዩሮ ድዩ ከም ቀደሙ እምነት ስለ ዘይብሉ ድማ ከኣ ስለ ኩላቶም ናብ ዲጂታል ክቅየር ዝብሃል ስለ ዘሎ መኣስ እዩ ናይ ብሓቂ ዝቅየር ከኣ ስለ ዘይተፈለጠ ዘሎ ናብ ዲጂታል ክቕየር ከሎ እቲ ዘለና ገንዘብ ጎደሎ ከይሽርፉልና ስለ ዝፈርሕ ሰብ ብኸምኡ ብዙሕ ሰብ ናብ ወርቂ'ዩ እቲ ናቱ ወፍሪ ዝገብሮ ዘሎ ብሕልፊ እቲ ሰብ ብብዝሒ ገንዘብ ዘለዎ ኣብኡ ከማን ዝተፈላለየ መገዲ ኣሎ ኣብ ወርቂ ክተዋፍሮ እንድሕር ደሊኻ ገንዘብካ ብውሑድ ከማን ክትጅምር ትኽእል ኢኻ ከምዚ ያ ናይ ወርቂ ኤትኤፍ ከማን ኣሎ ብውሑድ ማለትኒ ኩላትና ክልተ ሽሕ ሰለስተ ሽሕ ሽዑ ሽዑ ኣይህልወናን እዩ ወርሓዊ ግን ናይ ወርቂ ኢልካ ኤትኤፍ ከማን ክተውፍሮ ትኽእል ኢኻ ስለዚ ወርቂ ብጠቕላላ ተመራጺ እዩ and ከምዚ ዝብለኩም ዘለኹ መሊሰ ካብ እቲ ዝለዓለ ፕሮፊት ዘለዎን ዝለዓለ ሪስክን መሊሰ ክነግረኩም እየ ከም ኣስካላ እዩ ማለት እዩ ክትብሎ ትኽእል ኢኻ ቢትኮን ስቶክ ማርኬት ኤትኤፍ ደድሕሪኡ ከኣ ያህ ገዛን ወርቅን ዳርጋ ማዕረ እዩ ዝቁጽር እሱኢታት ማለት እዩ እቲ ሴፍቲ ከኣ ከምኡ ክትብሎ ትክእል ኢካ እቲ ሴፍቲ ከኣ ወርቂ ገዛ ብዝያዳ ዓቢ ሴፍቲ ኣለዎ ብርከ ወርቂ ስኒ ቀልጢፉ ኣይኮነን እቲ ዋጋ ናቱ ዝቅየር ከማን ገዛ ከኣ ከምኡ ብኸምኡ ሴፍ እዩ ማለተይስኒ እቲ ውሱን ዋጋ ዘለዎ ናይ ሓደ ገዛ ወይ ናይ ወርቂ ንነዊሕ ዓመታት እዩ ዝጸንሕ ስለዚ ሴፍቲ እዩ ከምዚ ላዕልን ታሕትን ኣይብልን እዩ ቀልጢፉ ብኸምኡ ውሕስና ኣለካ ሴፍቲ ውሕስና ይመስለኒ ብትግርኛ ውሕስና ዝያዳ ኣለካ ኤንድ ሊክቪዲቲ ከዓኒ እቲ ዝለዓለ ገንዘብ ኬሽ እዩ ኬሽ ገንዘብ እዩ ማለት እዩ እዚኤን ብጠቅላላ ከም ሓፈሻዊ ክምልሰልካ ይደሊ ክቡር ሓወይ ዝሓትትካኒ ሕቶኻ ከኣ መሊሰዮ ክኸውን ተስፋ ይገብር ኣብ መወዳእታ ክብለኩም ዝደሊ ከኣ ኣብ ገዛ ከማን ገንዘብ እንድሕር ነቐምጥ ኮይና ኣገዳሲ እንታይ እዩ ቡክ ኪፒንግ ክንገብር በርከ ውዒሉ ጽቡቕ ኣሎ ክፉእ ኣሎ እንተ ኣይፍለጥን ዩኖ ብዝኾነ ምኽንያት እንድሕር ኣይ ዶንት ኖው ከፍርሓኩም ኣይደልን እየ ግን ብዝኾነ ምኽንያት ብጎለ ብገለ እንድሕር ተጠርጢርካ ገዛኻ መጽዮም ከማን ክፍትሹ ይፍቀደሎም እዩ ንኣብነት እዚኦም ሽቶያ ፋሃንዳ ማለትስኒ ናይ ፊናንስ ኣምድ እንድሕር ገለ ጠርጢሮምኻ ወይ ዝኾነ ናይ ገንዘብ ጸገም ኣለካ ማለት ወዳ ከመይ ሞ ክብለኩም እየ ብዝኾነ ምኽንያት እንድሕር ተጠርጢርካ ገንዘብ ብብዝሒ ከም ዘለካ ክፍትሹኻ ክኽእሉ እዮም። ሕጂ ኣብ ገዛኻ ገንዘብ ክተቕምጥ ኮለኻ ከማን ናይ ግድን ኩሉ ግዜ ክተርእዮም ክትክእል ኣለካ ኣብ ከምኡ ደረጃ እንድሕር በጺሕካ ማለትስ ያ ንማለቱ እየ ክነግረኩም ዝደሊ እቲ ቡክ ኪቢንግ ኣገዳሲ እዩ ንኣብነት ዓሰርተ ሽሕ ገንዘብ ኣለካ ኣብ ገዛ ንኣብነት እያ እተን ዓሰርተ ሽሕ ግን ከመይ ጌርካ ኢኻ ኣጥሪኻየን ስለዚስኒ መኣስ ኢኻ ካብ ናትካ እካውንት ኣውጺኻዮ ዕለት ክንድዚ ሚእቲ ኣውጽ ዕለት ክንድዚ ሽሕ ኣውጽ ኢልካ ናይ ግድን እቲ ክስታይ ክህልወካ ኣገዳሲ እዩ ቡክ ኪፒንግ ኣዞ ክትጽሕፎ ኣለካ ከመይ ኢሉ ተዋህሊሉ ካበይ እዩ ከኣ ተዋህሊሉ ምስ ዕለቱ ሽዑ እንተ ተሓቲትካ ያ ካብ ባንክ በብቑሩብ ኣውጽእዮ ኣነ ከኣ ማዘስኒ ማንም ሰብ ክንድዚ ጥራይ ዝፍቀደልካ ኣብ ገዛኻ ክተቐምጥ ኣይብለካን እዩ ሓደ ክብሉኻ ዝኽእሉ ግን ካበይ መጽዩ እቲ ገንዘብ ንኣብነት እዚኤን ዓሰርተ ሽሕ ማኪና ክትገዝኣለን ትደሊ ማኪና ካብ ዓሰርተ ሽሕ ወይ ዝያዳ ንበሎ ክሳብ ዓሰርተ ሽሕ ኣይፍትሹን እዩ እንድ ዝብሃሉ ግን ክሓቱኻ ይፍቀደሎም እዩ ብዝኾነ ኣብ ካልእ ቪድዮ ከምጻልኩም እየ እዚኢታት ናይ ብሓቂ ዝተፈጸመ ከማን ኣብ ጀርመናውያን ማለት እዩ ሶ ካበይ ኣምጺኻዮ ደኣ እዚ ኩሉ ኣዋህሊልካ ክብሉኻ ይኽእሉ እዮም ስለዚ ኩሉ ግዜ ክስታይ ቡክ ኪፒንግ ክትሕዝ ጽቡቅ እዩ እንድሕር ሕቶ መጽዩ ንዓካ ከማን ኣገዳሲ እዩ ክንደይ ኣለካ ናይ ብሓቂ ማለተይ መዓልታዊ ትፈቅዶን ኢካ ግን ኣገዳሲ እዩ ብሓጺሩ እንተ ተሓቲትካ ብመንግስቲ ከማን ኣይፍጸምን ማለት ኣይኮን ውሑድ እዩ ማለተይስ መዓልታዊ ኣይኮን ገዛካ ዝመጹ ኩሉ ግን እንተ ከምኡ ኮይኑስ ናይ ግድን ክተሪኦም ኣለካ እንድሕር ክተሪኦም ዘይከኣልካ ኣሸጋሪ እዩ ክትብሎ ትክእል ኢካ ማለት እዩ ካልእ ሓውና ከኣ ዝሓተተኒ እዚ ዲጂትል ገንዘብ እንድሕር መጺኡስ ከመይ ጌርና ኣብ ዓድና ክንከፍል ኢሉ ወይ ናብ ዓድና ንሰድድ ከማን ክትብሎ ትክእል ኢካ ምሽዶ ቀዳማይ ነገር እዚ ናይ ዲጂትል ማኒ ገና ኣብ መደብ እዩ ዘሎ መዓስ እዩ ናይ ብሓቂ ዝመጽእ ማንም ሰብ ክብል ኣይክእልን እዩ ከምዚ ዝበልኩኹም ኣብ ፓርላመንት ሕጂ ካብ ወርሒ ዓሰርተ ሓደ ወይ ዓሰርተ ክቐርብ እዩ እቲ ፕሮግራም ኩሉ ክሳብ ዕለት ክሳብ ወርሒ ዓሰርተ ሎሚ ዓመት ክውድእዎ እዮም ዓሰርተ ሓደ ከዓኒ ኣብ ፓርላመንት ክብቐርብ እዩ ሕጂ እንተ መጽኡ ከማንስኒ ካብ ሎሚ ንጽባሕ እቲ ካልእ ገንዘብ ኣይፍቀደልኩምን እዩ ኣይብሉናን እዮም ከምቲ ዝበሃል ዘሎ ቀስ ኢሉ'ዩ ናብ ዲጂትል ማኒ ዝቕየር እምበር ካብ ሎሚ ንጽባሕ በቃ ሎምስ ካብ ሎሚ ንጽባሕ ብሞባይል ኢኹም ጥራይ ትኸፍሉ ከምኡስ ኣይኮነን ቀስ ኢሉ ግን እንዳተቐየረ ክመጽእ'ዩ ማለት'ዩ ኣብ ካልእ ቪድዮ ብዝያዳ ክገልጸልኩም'የ እቲ ስቴፕስ ድሮ ከማን ጀሚሮሞ ዘለዉ ኣብ ገሊኡ ማለት ብክሬዲት ብካርታ ጥራይ ኢኻ ትኸፍል ቦታ ገለ ሕጂ ብዙሕ ኣሎ ገሊኤን ድኳናት ሕጂ ንኣብነት ኤፕል ስቶር ኣይፍቀደልካን እዩ ኬሽ ክትከፍል ክንደይ ከምኡታት ከኣ ኣሎ ካልእ ሕጂ እንድሕር ያ ኬሽ ጥራይ ኣለኒ ኢሎም ኢልካዮም ክትገዛ ኣይትኽእልን ኢኻ ኣብቲ ኤፕል ስቶር ንኣብነት ከም ንኣብነት እዩ ከምኡ ከዓ ሕጂ ቀስ ኢሉ ግን እቲኦም ድኳናት ከምኡ እንዳገበሩ እንድሕር መፅኦም እሞ ብትራንስኣክሽን ጥራይ ከም ትኸፍል ክትከውን ኢኻ፣ እዚ ኸኣ እንታይ ምኽንያት ኣለዎ ብቲኦም ሸቀጥቲ ከማን ካል መዓልቲ ክነግረኩም ይኽእል እየ ኣብዚ ከይበዝሕ እቲ ኣርእስትታት ከይተሓዋወስ ነንበይኑ ከምጾ ሓይሽ መስለኒ and ንዕኦም ከማን ብናቶም ሸነኽ ብቑዕ ምኽንያት ኣለዎም እስኻትኩም እንታይ ትግምቱ ኣብ ታሕቲ ጸሓፉለይ ስለምንታይ እዮም በዓል apple store ብከሽ ኣይንደሊን ኢና ዝብሉ ዘለዉ ወይ ገሊኦም ድኳናት ብጠቅላላ ኣለዉ ካልኦት ድኳናት ከማን ንሕና ትራንስኣክሽን ኣዞ ብክስታይ ጥራይ ኢና ንደሊ ኤለክትሮኒክ ኢና ጥራይ ንደሊ እሱ ከኣ ሓደ ስተፕ ካብቲ ዲጅትል ማኒ ማለት እዩ ፐርከ ጽባሕ ንኮ ከኣ ብክረዲት ካርድ ወይ ኢትሴ ካርድ ተይኮና ንከፍል በቲ ኣብ ሞባይል ንከፍሎ ማለት እዩ ብሓጺሩ ሶ ኤንድ ካልእ ከኣኒ እዚ እዚ ዲማርክ ዘለኩም ከኣ ከም ተወሰክታ ኢንፎርሜሽን ክህበኩም ዝደሊ ዴማርክ ማለት እቲ ናይ ቀደም ገንዘብ ጀርመን ዝነበረ እዩ እቲ ፅቡቅ ገንዘብ እየ ዝብሎ ኣነ ማለተይስ ብጣዕሚ ፅቡቅ እዩ ነይሩ ኣብቲ ግዜ እቲ እቲ ሸርፊ ድዩ ገለ ድዩ ያ እቲ ዕዳጋ ከማን ናይ ጽቡቅ ግዜ ገንዘብ እዩ ብሓጺሩ so ከምኡ ገንዘብ ዘለኩም ከኣ ቀሊል ገንዘብ ኣይኮነን ዘሎ ይፈልጥዎ እዮም ክንደይ ሚልዮን ወላ ሚልያርት ኣብ ዓለም ከም ዘሎ ገና ኩሉ ኣየሽረፍዎን ክሳብ ሎሚ ክተሽርፍዎ ትክእሉ ኢኩም እቲ ሸርፊ ከማን ያ ዳርጋ ክልተ ቅርሺ ክልተ ኦይሮ ንሓንቲ ዲማርክ እዩ ዘሎ ኩሉ ግዜ እቲ ሸርፊ ሓደ እዩ ምናልባት እንድሕር ኣለኩም ናይ ቀደም ገንዘብ ብዘይ ጸገም ክተሽርፍዎ ትኽእሉ ኢኹም እንድሕር ከምኡ ዝያዳ ንገርና ኢልኩም ከኣ ኣብ ታሕቲ ጸሓፉለይ ከምኡ እዚኣ ከማን ምናልባት ገንዘብ ናይ ቀደም ኣቐሚጥኩም ኣብ ገዛ ዘለኹም ናቱ ማለት እዩ ክትከፍለሉ ይትኽእል ኢኻ ግን ክተሽርፎ ትኽእል ኢኻ ናብ ኦይሮ ማለት እዩ ሶ ኣይ ሆፕ እዚኤን ጠቒመናኹም ኣብ ሓደ ክልተ ኮመንት ከኣ መስሓቕ ዝረኽብኩዎ ኣብ ገዛኹም ክተቐምጡ ተመራጺ ዩ ገለ ስለ ዝበልኩ ኣብ ቲክቶክ ብሕልፊ ዘይሓሰብካዮ ኮመንት እንድዩ ዝጸንሓካ ገሊኦም እንታይ ጽሕፎምለይ ያ ሓደን ሓደ ቁይሮን ሓምሳን ከባቢ እየ ዝሕዝ ኣብ ገዛየ ገለ ገለ ሓንቲ ግን ከኣ ጭራሽ ገንዘብ ኣየቐምጥን'የ፣ ገንዘብ ምትሓዝ ኣይፈልጥን'የ ከኣ ዝበሉ ኣለዉ። ኣብኣ ከኣ ሓደ ክል ንእሽተይ ክብለኩም ዝደሊ ከምቲ ዓድና ዝብልዎ ገንዘብን ሓጢኣትን ተዋህላላይ እዩ ድዩ ዝበሃል ሓቀይ ከምኡ ከኣ እዩ ሓቂ ሓይሽ እያ ብዝከኣል መጠን ካብቲ ኩሉ ምስ ከፈልኩሞ ዝተርፈኩም እንተተኻኢሉ ወይ ካብ ደሞዝኩም ከከም ዲፐንድስ እንታይ ኣለካ መወዳእታ ኣብቲ ወርሒ ዓሰርተ ካብ ሚእቲ ጥራይ ወይ ካብቲ ደሞዝኩም ብጠቕላላ ኔቶ ትእትውዎ ዓሰርተ ካብ ሚእቲ ሴቭ ክትገብሩ ፈትኑ ወይ ድማ እንተ እሱ በዚሑኩም ከኣ ካብቲ ኩሉ ዘድልየኩም ንሂወትኩም ምስ ከፈልኩም ዓሰርተ ክሳብ ዕስራ ካብ ሚእቲ ከኣ Every month እንድሕር ክተቐምጡ ፈቲንኩም ቀልጢፉ እዩ ዝወሃለለልኩም እዚኣ ከኣ ፈትንዋ ኢኹም and then ክስታይ ሽዑኡ ክስታይ ብዝያዳ እንታይ ናበይ ክተዋፍርዎ ከም ትኽእሉ ሽዑኡ ትፍትኑ ከኣ ብቑሩብ ከማንስኒ እዚ በዓል ATF ድዩ ገለ ከማን ክትፍትጅምር ትኽእል ኢኻ ሓንሳብ ምስ ኣወሃለልኩም ከኣ እቲ ከምዚ ዝበልኩኹም ናይ ሽዱሽተ ወርሒ ከም ሴፍቲ ንዓኹም ስሸሃድ ኢልኩም ተቐምጥዎ ድሕሪት ሽዱሽተ ወርሒ ናይ ሽዱሽተ ወርሒ ዘድልየኩም ገንዘብ ድሕሪኡ ከኣ ናብቲ ምውፋር ክትጅምሩ ትኽእሉ ኢኹም በብቕሩብ ጌርኩም and yeah ድማ እዚ ሽቶያ እክሌኹም ከኣ ፈትንዎ በጃኹም ኣነ ብዙሕ ቪድዮ እንድየ ሰሪሐ ብተ ፈትንዎ መልሲ ከኣ ንገሩኒ እንታይ መንግስቲ መሊስልኩም ኣብ ከምኡ ከኣ ድሕር ኣይንበል መሰልናዩ ካብቲ ቀረጽ ዝከፈልናዮ ክምለሰና ኣብ ክንደይ ቪድዮ ስለ ዝገለጽክዎ ሕጂ ኣብዚ ኣይደግሞንየ ግን ምናልባት ሓደሽቲ እንድሕር ኣለኹም ኣብዚኣ ትሰምዑኒ please እቲ ናይ Steuererklärung ፈትሽዎ ቀሊል ገንዘብ ኣይኮን ዝምለሰልካ and ዝኾነ ጌጋ እንድሕር ኣብቲ ናተይ ጽሕፈት ከኣ ርኢኹም ኣርእስቲ please ኣብ ታሕቲ ኣብቲ comment ኣርሙኒ ኢኹም እዚኣ ከኣ ኣብ ዝኾነ ቪድዮ ክብላ ክፍትን እየ ቅድሚ ሕጂ ኢለ ኔረ እንድየ ፐርከ ኣብ ሕጂ ገሊኦም ተጋጊ ክለኺ ጥራይ ይጽሕፉለይ እሞ ግን እቲ ጌጋ ኣበይ እዩ ጌጋይ እንተ ዝፈልጥ ደኣ ከምኡ ምስጸሓፍክወን ኔረ so thank you ኣብኣ ከኣ ተሓባበሩኒ ክብለኩም ይደሊ የቐንየለይ ክሳብ ቀጻሊ። ኣጀኹም ኣጆና ባይ።